መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣ ብሩርን ወርቅን ክሳብ ክንደይ ዋግኡ ከም ዝውስኽ ክነግረኩም ይደሊ ማለት እዩ እቲ ሓሲቦሞ ዘለዉ ብዝተፈላለየ ካልኩሌሽን እቲ ኩነታት ናይ ዓለም ኢኮኖሚ ከኣ ስለ ተራ ዝጻወት ክትብሎ ትኽእል ኢኻ ኣብዚ እዋን እዚ ሕሱር እዩ ዘሎ ግን ኣብዚ ቀረባ ግዜ ከኣ ወሲኹ ኣሎ ኣብዚ መጀመርያ እዚ ቪድዮታት ክሰርሕ ከለኹ ብዝዓብኡ ዕስራን ሸሞንተን ኦይሮ ነይሩ ንሓደ ኡንስ፣ ሓደ ኡንስ ማለት ከኣ ከባቢ ሰላሳ ግራም ማለት እዩ፣ ኩሉ ግዜ ብኡንስ ኢኻ ትግምቶ። ሕጂ ብዶላር ክነግረኩም እየ፣ እቲ ዋግኡ ክልተ ሽሕን ዕስራን ሓሙሽተን ሱሳ ክሳብ ተስዓ ዩኤስ ዶላር ክበጽሕ ይበሃል ኣሎ፣ ሕጂ ኣብዚ እዋን እዚ ከባቢ ኣርብዓ ኦይሮ እዩ ዘሎ፣ ኣርባዓን ትሽዓተን ክሳብ ሓምሳን ገለን ከኣ ኣብ ቻይና ንኣብነት ዝያዳ እዮም ዝኸፍሉ ንወርቂ ድዩ ንብሩር ዝያዳ ገንዘብ ክኸፍሉ ቅሩባት እዮም ብኸምኡ ከኣ ብዙሕ ኢምፖርት ናብ ቻይና ይኸይድ ኣሎ ናብኡ ዝኣተወ ከኣ ናብ ወላሓደ ንኣብነት ወርቂ ኣብ ቻይና ክሸጥዎ ኣይፍቀደሎምን እዩ ናብ ደገ ኣብታ ሃገር ክተርፍ ኣለዎ እዩ ዝበሃል ከምኡ ሕጊ ኣለዎም ማለት እዩ ካብ ቻይና ጭራሽ ክወጽእ ኣይፍቀደሉን እዩ እዚ ከኣ መክንያታት ኣለዎ ማለት እዩ ብርከ እሱ እቲ ሓድሽ እቲ ናይ ብሓቂ ገንዘብ ወርቂ እዩ እምበር እቲ ወረቀት ገንዘብ ንሕዞ ኣይኮነን ብእምነት ኢና ንካየድ ክትብሎ ትኽእል ኢኻ እቲ እቲ ወረቀት ስለዚ እቲ ወረቀት ከኣኒ ኣዘውቲ ባንጤራ ዲና ንብሎ እሱ ከኣ ዋግኡ እንዳጎደለ ኣብ ሙሉእ ዓለም ስለ ዝመጽእ ዘሎ ብዝያዳ ኩላትን ሃገራት ኣብ ውድድር እየን ዘለዋ መንዩ ዝያዳ ወርቂ ወይ ብሩር ዝእክብ ኣብ ዓዱ እሱ እዩ እቲ ቀንዲ መክንያት ብሩር ከኣ ሕጂ ኣብዚ ቀረባ ግዜ መሊሳ ክትውስክ እያ ኣጸቢቃ ብዝተፈላለየ መክንያት ክሳብ ክልተ ሽሕን ሰላሳን ሚእትን ዕስራን ክሳብ ሚእትን ሓምሳን ዶላር ንሓደ ኡንሰ ክኸውን'ዩ ይበሃል ኣሎ። ከምኡ ከኣ ክሳብ ክልተ ሽሕን ሰላሳን ሓሙሽተን ኣርባዕተ ሚእቲ ክሳብ ሽዱሽተ ሚእቲ ዩኤስ ዶላር ክትብሎ ትኽእል ኢኻ። ስለዚ ምስ ሕጂ እንድሕር ኣወዳዲርናዮ ካብ ክልተ ሽሕን ዕስራን ሓሙሽተን ብትሽዓተ ሚእቲ ካብ ሚእቲ ኣዚ ትሽዓተ ሚእቲ ፐርሰንት ክውስኽ ማለት እዩ ስለዚ እቲ ዝዓበየ ዝውስኸሉ ሕጂ እንድሕር ገዚእኻ ሒዝካዮ ብብዝሒ ገንዘብ ክተጥሪ ኢኻ ማለት እዩ ክትልውጦ ኮለኻ ድሓር ናብ ገንዘብ ዝያዳ ክስታይ ክት ዝያዳ ገንዘብ ክህልወካ እዩ ማለት እዩ ካብቲ ዝገዛእኻሉ ህንዲ ካብቲኤን ቀዳሞት ኢምፖርት ዝገብራ ብብዝሒ ብሩር እየን ዘለዋ ኣብዚ እዋን እዚ እሱ ንባዕሉ ከኣ ዓቢ ተራ ይጻወት እዩ ፐርከ ህንዲ ከኣ ከምቲ ንፈልጦ እቲ ዝበዝሐ ህዝቢ ስለ ዘለዋ ከምኡ እሱ ከኣ ዓቢ ተራ ይጻወት እዩ ማለት እዩ ብኸምኡ ከኣ እቲ ዋጋ ክውስኽ እዩ። እቲ ሃገራት ዝተፈላለያ ሃገራት እንድሕር ብብዝሒ ይገዝኣ ኮይነን ከምኡ። ወርቂ ከኒ ከመይ እዩ እቲ ዋግኡ እንድሕር ኢልና እቲ ዋጋ ኣብዚ እዋን እዚ ወይ ክሳብ መወዳእታ ክልተ ሽሕን ዕስራን ሓሙሽተን ወይ ኣብዚ ከባቢ ሕጂ ሕጂ ሰለስተ ሽሕን ገለን እንድያ ዘላ ክሳብ ኣርባዕተ ሽሕ ዩኤስ ዶላር ክኸውን እዩ ንሓደ ኡንስ ከባቢ ሰላሳ ግራም ብ ክልተ ሽሕን ሰላሳን ከኣ ክሳብ ዓሰርተ ክልተ ሽሕ ዩኤስ ዶላር ክበጽሕ እዩ። ከምኡ ከኣ ክልተ ሽሕን ሰላሳን ሓሙሽተን ክሳብ ዕስራን ሓሙሽተን ሽሕ ዩኤስ ዶላር ሓደ ኡንሰ፣ ከባቢ ሰላሳ ግራም፣ ክበጽሕ ይኸውን'ዩ ይበሃል ኣሎ። እዚ ከኣ። ሓሙሽተ ሚእትን ዒስራን ሓሙሽተን ካብ ሚእቲ ይውስኽ ኣሎ ማለት እዩ ካብ ክልተ ሽሕን ዒስራን ሓሙሽተን ድሕሪ ኣዋዳዲርካዮ ስለዚ ብሩር ዝያዳ ክውስኽ እንድዩ ግን ወርቂ ከኣ ትርእይዎ ኣለኹም ሓሙሽተ ሚእትን ዒስራን ሓሙሽተን ካብ ሚእቲ ካብ ክልቲኡ ክትሕዝ ዝበለጸ እዩ እንተተኻኢሉ ሰብዓ ሰብዓ ካብ ሚእቲ ኣብዚ እዋን እዚ እንታይ እዩ ዝበሃል ሰብዓ ካብ ሚእቲ ብሩር ሰላሳ ከባቢ ከኣኒ ሰላሳ ካብ ሚእቲ ከኣኒ ወርቂ እንድሕር ገዚእኻ ዝበለጸ እዩ እዩ ዝበሃል ከከም ዓቕምኻ ግን ማለተይስ እንድሕር ጭራሽ ዓቕሚ ዘይብልካ ከዓ ብሩር ጥራይ ከማን ምግዛእ ኣይጽላእን እዩ እንድሕር ክልቲኡ ገዚእኻ ግን ዝበለጸ እዩ ክትብሎ ትኽእል ኢኻ ሶሪ and ሕጂ እንድሕር ሓሲብናሉ ኣብ ሙሉእ ዓለም ከባቢ ሸሞንተ ነጥቢ ሓደ ሚልያርድ ሰባት ኢና ምሽቶ እዚኦም ኩላቶም ሰባት ወርቂ ክህልዎም እንተ ዝደልዩስኒ ክንደይ ወርቂ ምስ ተዋሃቡ ናብ ኩሉ ሰብ ኣብ ዓለም ዘሎ ክንመቕሎ እንድሕር ደሊና ሓደ ሓደ ኡንሰ ምስ ረኸቡ፣ ጽሩይ ወርቂ ሓንቲ ኡንሰ ምስ ረኸቡ ንሓደ ሰብ ክትብሎ ትኽእል ኢኻ። ስለዚ ሓንቲ ኡንሰ እንድሕር ኣላትካ ድሮ ካብቲኦም ሃብታማት ኢኻ ትቑጸር፣ ከባቢ ሰላሳ ግራም ጥራይ ኮሎ ክማኑ ልዕሊኡ እንድሕር ኣለካ ከኣ ዝበለጸ ኣብቲ ምስቲ ብዝሒ ህዝቢ እንድሕር ኣዋዳዲርካዮ ሓደ ኡንስ ጥራይ ምስ ክክንድኡ ጥራይ ዘሎ ኣብ ሙሉእ ዓለም ክትብል ትክእል ኢካ ካብኡ ንላዕሊ ስለ ዘየለ ኣብ ዓለም ከኣ ብከምኡ ከኣ እቲ ዋግኡ ቀልጢፉ ከም ናይ ወረቀት ወረቀት ከምቲ ናይ ገንዘብ ወረቀት ዘይጎድል ያብ ባንጤራ ከምቲ ናይ ባንጤራ ዘይወድቕ ማለት እዩ ክትብሎ ትኽእል ኢኻ። ብሩር ከኒ ክንደይ እዩ እንድሕር ኢልና ከኣ ንሓደ ሰብ ካብዚኦም ክልተ ሸሞንተ ነጥቢ ሓደ ሚልያርድ ሰባት ህዝቢ ዘለና ኣብ ዓለም ክንደይ ይኸውን ክንደይ ብሩር ኩላትና በብሓደ ምስ ሃለዎና እንተኢልና ከኣ ሰለስተ ከባቢ ሰለስተ ነጥቢ ሓደ ፋይን ጎልድ እንታይ ፋይን ኡንዘ እንታይ ዝበሃል ብሩር እቲ ፅሩይ ብሩር ፋይን ኡንስን እንዲ ዝበሃል ብጀርመን ይቕሬታ ብከምኡ ክስታይ ኮይነ እቲ ፅሩይ ብሩር ክትብሎ ትኽእል ኢኻ ፋይን ኡንሰ ክትብል ኮለካ እቲ ፅሩይ ማለት እዩ ያ ኣብ ወርቂ ድዩ ኣብ ብሩር ማለት እዩ ኣብ ክልቲኡ ሲልቫ ወይ ጎልድ ሶ ሕጂ ልዕሊ ሰለስተ ነጥቢ ሓደ እንድሕር ኣለካ ከኣ ድሮ ካብ እቲ ሃብታም ማለት ኢኻ ማለት እዩ ተረዲእኹምኒ ልዕሊኡ እንድሕር ኣለካ ከኣ ዝበለጸ ስለዚ ረኣይዎ ድሮ ሕጂ ቅድሚ ቁሩብ ሰሙናት ዕስራን ሸሞንተን ኦይሮ እዩ ኔሩ ሕጂ ከኣ ኣርባዓን ገለን ኦይሮ ክበጽሕ ኣሎ እዚ ከኣ ገና ክውስኽ እዩ ኣብዚ ቀረባ ግዜ እዩ ከኣ ዝበሃል ዘሎ ስለዚ መሊሰ ክነግረኩም ይደሊ እዚኣ ቪድዮ ከኣ ናብ ኩሉ ክተብጽሑለይ መታን እቲ ገንዘብ ዘለናስኒ ኣብ ከምኡ ክነዋፍሮ ኣለና ሕጂ ኣብዚ እዋን እዚ ኦፍ ኮርስ እቲ ስቶክ ማርኬት ድዩ ገለ ድዩ ኩሉ ጽቡቕ እንድዩ ቀንዲ ግን እቲ ብብዝሒ ትኸስበሉ ትኽእል ኣብዚ እዋን እዚ እዚኡ እቲ ውድድር ከኣ ላዕሊኡ ፕርከ ንሕና ከም ህዝቢ ጥራይ ኣይኮና ንገዝእ እቲኦም ሃገራት ከማን ብዓቢኡ ይገዝእዎ ኣለዉ ክሉ እሱ ከኣንዩ ኣካቢድዎ ዘሎ ብኸምኡ ከኣንዩ ቀልጢፉ ዝውስኽ ዘሎ እቲኦም ሃገራት ንባዕሎም ስኒ ገንዘቦም ኣይኣምንዎን ኣለዉ እቲ ኢንፍሌሽን ስኒ እቲ ዋጋ ናይቲ ገንዘብስ እንዳወረደ ስለ ዝመጽእ ዘሎ ምስቲ ኩሉ ክራይስስ ዘለና እቲ ናይ ኢኮኖሚ ድዩ ናይ ፖለቲካል ክራይስስ ድዩ እዚ ውግእ ዘሎ ድዩ ኩሉ ኢንስቴብል እዩ ዘሎ ሕጂ ካብቲኤን ሃገራት ከነ ኣይነይቲ ሃገር እዩ ዝበዝሐ ዘለዋ ኣይነቲ ማእኸለቲ ማእኸላይ ባንክ ሰንትራል ባንክ ናይቲኤን ሃገራት እንተይልና ቁጽሪ ሓደ ኣመሪካ እያ ዘላ ኣመሪካ ክንብል ኮለና ግን ከኣ ክሳብ ሎሚ ኣብ ፎርት ኖክስ እንድዩ እቲ ወርቆም ዝቅመጥ ኢካ ትብሎ ክሳብ ሎሚ ግን ማንም ሰብ ዝፈቀዶ የለን ናይ ብሓቂ ክንድኡ ኣለዎም ድዩ የብሎሙን ወይ ጎደሎ እዩ ዘለዎም ክሳብ ሎሚ ዝፈልጦ ሰብ የለን ክሳብ ቆጸራታት ይሓስቡ ኔሮም ክንፈቅዶ ኢና ዶኩመንት ዶኩመንቴሽን ክንገብር ኢና ይበሃል ኔሩ ክሳብ ሎሚ ግን ኣይትረኣየን ልክዕ ክትፈልጦ ኣይትኽእን ኢኻ ግን ንሳቶም ከም ኣመሪካ ንባዕላ ከማን ግን ከኣ ብብዝሒ ትገዝእ ኣላ ካብ ምሉእ ዓለም ማለት እያ እዚ ከኣ ሸሞንተ ነጥቢ ከባቢ ሸሞንተ ፓውንድ ቶንን ኣለዋ ሸሞንተ ቶንን ክንብል ከለና ከኣ ክንደይ ማለት እዩ ሓደ ቶነ ሽሕ ኪሎግራም ማለት እዩ ካልኣይቲ ደረጃ ከኣ ጀርመን እያ ሰለጥ ሰለስተ ነጥቢ ሰለስተ ልዕሊ ሰለስተ ክብለኩም እየ ብሓጺሩ መታን ከይነውሕ ጀርመን እያ ቶንን እዚ ከኣ ንሓደ ኪሎ ንሓደ ቶንን ሽሕ ማለት እዩ ስለዚ ልዕሊ ሰለስተ ሽሕ ኪሎ ግራም ኣለዋ ማለት እዩ ክትብሎ ትኽእል ኢኻ ሶ ከምኡ